ምስ ዮናስ ካብ ንእስነትና ብሓደ ኢና ዓቢና፣ ኣብ ሓደ ቤት ትምህርቲ፣ ሓደ ገዛውቲ። እቲ ሌላና ማዕቢሉ ናብ ፍቕሪ ዝተቐየረሉ ግን ተማሃሮ ሻብዓይ ክፍሊ ከለና'ዩ። ዮናስ ኣዝዩ ንፉዕ ተማሃራይ'ዩ ነይሩ፣ ኣነ'ውን ካብኡ ዝሓምቕ ኣይነበርኩን። ንላይብረሪ ብሓንሳብ ንኸይድ፣ ፈተናታት እንተኣልዩናውን ብሓንሳብ ንዳሎ። በዝን ወዲ ኸምዝን ከኣዩ ዝምድናና ኣዝዩ ክሰጥም ዝኸኣለ። ኣነን ዩናስን በታ ኣብ ህይወትና ዘይትድገም ናይ ትምህርቲ ዕድል ህይወትና ምእንቲ ክንቅይር ዝከኣለና ኢና ንገብር ነይርና። ምኽንያቱ እቲ መነባብሮና ሓደ ሓደ ሰባት ካብ ኢድ ናብ ኣፍ ከም ዝብልዎ እኳ ኣይነበረን። ኮታስ ስድራቤትና ብጸገም ብሽግር እዮም ዘዕብዩና ኔሮም ሓሳብና ሓደ ኣዘራርባና ከኣ ሓደ ንሕና ካብቲ ሂወት ወጺና ሂወት ስድራና ክንቅይር ሓደ ዕላማ ግዲ ኔርና ኮይኑ ኣነን ዮናስን ኩሉ ሳዕ ሓሳባትና ተመሳሳሊ እዩ ዝነበረ ይዝከረኒ ቆልዑት ከለና ምቅርራብና ይኹን ብሓንሳብ ግዜ ምሕላፍና ወላ ሓደ እኳ ቅሬታ ዝነበሮ ወይ ዘይፈልጥ ሰብ ኣይነበረን ካብ ትምህርቲ ምስ ተፈደስና ከኣ ካብቲ ንመሃሮ ወጻኢ ንሱ ከም ዝፈትወንን ኣብ ልዕለይ ዘለዎ ኣረኣእያ ክገልጸለይ ኣነ ድማ ካብታ ሊላን ኣትሒዘ ዓይነይ ዘውደቕኩሉ ንሱ ምዃኑ ብዝተፈላለየ ቃላት ክገልጽ ጀመርኩ። በዚ ምቅርራብና ደስ ዘይበሎም ስድራይ ብናተይ ጥራይ ዘይኮነስ፣ ዋላ ውን ብስድርኡ ነይሩ፣ ከምቲ ዝኾነ ወላዲ ንውሉዱ ከምህር ከሎ ተማሂሩ መጀመርታ ንገዛእ ርእሱ ብድሕሪኡ ከኣ ንስድርኡ ክኸውን፣ ተስፋ ገይሮም ውሉዶም ዘዕብዩ ስድራይውን እዚ ተስፋ እዚ ብምግባር ከም ካልኦት ኣሕዋተይ ብፍላይ ግን ንዓይ ኣብ ትምህርቲ ዝሓሽኩ ስለ ዝነበርኩ ተማሂረ ክሕግዞም ናብራና ክነመሓይሽ እዩ ሓሳቦም ምስ ዮናስ ከምታ ኣብ ግዜ ንእስነትና ንገብሮ ሓንሳእ ንገዝኦም እንዳኸድኩ ሓንሳእ ከኣ ንሱ ናብ ገዛና እንዳመጸ ኣብ ትምህርቲ እውን ከም ቀደምና እንዳተራኽብና ጽቡቕ ግዜ የሕለፍና ተኾነ ግን ብዙሕ ምቅርራብና ዘይሐጎሶም ስድራይ ዮናስ ክመጽእ ከሎ ሕማቕ ገጽ ከርእይዎ ኪድ ኣይትበሎ ከም ዝኸይድ ግበሮ ብዝመስል ኣጠማምታ ክጥምቶ ጀመሩ። እዚ ተዓዚብና ከኣ ካብ ዓይኒ ስድራና ክንእለ ከም ዘለና ስለ ዝተረዳእና ኣብ ገዝኦምን ኣብ ቤት ትምህርትን ጥራይ ኮነ ምረኸብና። ስድራይ ምሳይ ሓዊስካ ሓሙሽተ ኢና፣ ክልተ ኣወዳት መዕባየይ ክኾኑ ከለዉ ክልተ ኣዋልድ ከኣ ብትሕተይ ኣለዉኒ። ብዙሕ ሰብ መልክዕና ክዛረብ ይሰምዕ'የ። ዝመጸ ጋሻ ነደይ እዘን ደቅኺ ክጽብቓ ኢለን ክዛረባ ከለዋ ኮታስ ብዙሕ ግዜ ብዛዕባ መልክዐይን መልክዕ ክልተ ንኣሽቱ ኣሓተይን ሰባት ክዛረቡ ይሰምዕ'የ። ንዝኾነት ጓል ዝበሃል ኮይኑ'ዩ ዝስምዓኒ ነይሩ። ደሓር ዓብየ ትርጉም መልክዕ ምስ ፈለጥኩ ግን ሰባት ዝብልዎ ዝነበሩ ክርድኣኒ ጀሚሩ። ብፍላይ ተማሃሪት ሃይስኩል ምስ ኮንኩ፣ ብዙሓት ኣወዳት ካብ መሓዙተይ ፈልዮም ንዓይ ክጥምቱ፣ ጸኒሖም'ውን ብሰንከይ ክበኣሱ ኣስተውዒለ። ናይ መልክዕ ነገር ኣባይን ኣባሓተይን ዝበሃል ዝነበረ ካብ ክሳድ ንላዕሊ ዘይኮነስ፣ ብሓቂ መልክዕና ተዓዚቦም ንዓና ዝሃብዎ መግለጺ ምዃኑ'የ ክርዳእ ክኢለ። ልዕሊ ዝኾነ ሰብ ግን ዮናስ ብዛዕባ መልክዐይ ክዛረብ ከሎ ንውሽጠይ ደስ ይብሎ፣ ኣዝየ'ውን እሕጎስ ነበርኩ። ኣነን ዮናስን ኣብ ከተማ ወጺእና ሻሂ ክንሰቲ ኣዝዩ ከቢድ'ዩ። እዚ ክንገብር ስለ ዘይከኣልና ግን ዝኾነ ዝስመዓና ነገር ኣይነበረናን። ትምህርቲ ተዓጽዩ ክረምቲ ኣብ ዝኾነሉ ግዜ ኩሉ ሰብ ስድርኡ ንምሕጋዝ ወይ ዘድልዮ ንምግባር፣ ከም በዓል ዮናስ ዝኣመሰሉ ከኣ ንመስከረም ንመመዝገቢኦም ከምኡ'ውን ስድርኦም ንምሕጋዝ ዝተፈላለዩ ስርሓት ይሰርሑ እዮም። ዮናስ ከኣ ካብተን ኣብ ግዜ ክረምቲ ዝኣከበን ገንዘብ ንስድርኡ ሓጊዙ ንዓይ ከኣ ናብ ጽቡቕ እዩ ዝበሎ ቦታ ብምውሳድ ሻሂ የስተየኒ የዘናግዓንን ነበረ። ከምዚ ኢልና ጽቡቕ ግዜ ኣብ ነሕልፈሉ እዋን፣ ሃንደበት ስድራይ ኣተሓሕዛ ከትርሩለይ ጀመሩ። ካብ ገዛ ንኸይወጽእ ኣደይ ስራሕ ክተብዝሓለይ፣ ዓቢ ሓወይ'ውን ተኾነ ክሕልወኒ'ዩ ዝጀመረ። ኣደይ ሓሓሊፋ ብህድኣት፣ እዛ ጓለይ፣ ኣብ ሕማቕ ከይትወድቂ ዘለኪ ጸጋ ተጠቐምሉ፣ ትብለኒ ነበረት። ህድእ ኢላ ኣብ ዝረኣኹላ መዓልትታት፣ ቀሪበ ብዛዕባ ዮናስ ከዕልላ፣ ኣብ መንጎና ዘሎ ፍቕሪ ከረድኣ ዋላ'ኳ ተፈተንኩ፣ ንዘረበይ ትሰምዕ እዝኒ የብላን። ኣቦይ ውን ኩሉ ኩነታተይ ተዓዚቡ ኣቲ ቆልዓ ኣካይዳኺ ኣጸብቒ ተዘየሎ ባዕለይ ክሰሃለኪ እየ ኣብ ልዕሊ ሽግርና ሽግር ከይትውስኽልና ዘለናዮ ይኣኽለና እዩ ብምባል የፈራርሃኒ ተኾነ ግን ንዕኦም ዝሰምዕ ልቢ ኣይነበረንን ኩሉ ዘረብኦም ኣይዋሓጠለይን እዩ በዚ ዝመጸ ከኣ ኣብ ገዛና ዘለኒ ስራሕ ወዳድኤ ቀልጢፈ ካብ ቅድሚ ዓይኖም ክእለ ጥራሕ ይደሊ ከምቲ ዝገለጽኩ ዓቢ ሓወይ ካብ ገዛ ንኸይወጽእ ይሕልወኒ ስለ ዝነበረ፣ ንቤት ንባብ'የ ኢለ ኣመኽንየ ንምውጻእ ወሰንኩ'ሞ ዋላ ነዚ'ውን በዅሪ ሓወይ ከልከለኒ። ኵሉ ነገር ተዓዚበ ብሕርቃን ምስ ኵሎም ክበኣስ፣ ንምንታይ? ንምንታይ ቤት ንባብ ከይከይድ ትኸልኡኒ ኣለኹም? ብምባል'ውን ምስ ሓወይ የዕገርገርኩ። በዚ ኵሉ ነገር ዝኸውን ዘሎ፣ ዮናስ ኣብ ዝረኸብኩዎ ግዜ፣ ከዕልሎ ከለኹ ብዛዕባ ስድራይ ጽቡቕ ኰነ ሕማቕ ይዛረበኒ ኣይነበረን፣ እኳ ደኣ ንዓይ ከጸናንዕ ብምባል ደሓን ደይ ኣብ ዝበጻሕ ምስ በጻሕኩ ትምህርተይ ምስ ወዳእኹ ማይ ሓጺብካ ውሰዳ ክብሉኒ እዮም ብምባል ይዋዘየኒ ነበረ። ዋላ እኳ ኣነ ሓሪቐ መጽየ ብዙሕ ዘረባ እንተ ተዛረብኩዎ ንሱ ግን ንሳቶም ዝብሉዎ ዘለዉ ኣብ ቦትኦም ኣእቲና እንተ ሓሰብናዮ ቅኑዕ እዮም ዝዛረቡ ዘለዉ ብምባል ብኣኣቶም ከይሓርቕን ሕማቕ ከይስመዓንን ይነግረኒ ነበረ። ዘለዎ ህድኣት። ተዓዚበ ከኣ መመሊሰ ክፈትዎ ዝነበረኒ ፍቕሪ ውን ኣዝዩ እንዳላዓለ ከም ዝኸይድ እዩ ገይርዎ። ኣብ ኩሉ መዓልታት ሓንቲ መዓልቲ ካብ ገዛ ወጽኤ ናብ ዮናስ እናኸድኩ ከለኹ ዓቢ ሓወይ ይረኽበኒ እሞ ብኢደይ ሒዙ ገዛኺ ተመለሲ ብምባል ወጠጠኒ። ኩሉ ስርሑ የሕሪቕኒ ኣነ ክመሃር ኣይክእልን ድየ ብምባል ምስኡ ተባኣስኩ። ፈንጺገዮ ናብ ዮናስ ብምኻድ ኩሉ ነገር የዕለልክዎ ንሱ ግን ከም ቀደሙ ንኸረደኣኒ ብምፍታን ሕሰብየሞ ካባይን ካባኽን ትውለድ ጓልና ምስ ሓደ ድኻ ከምዚ ከማይ ክዘውር እንተ ትርእይያ እንታይ ምበልኪ? ብምባል ሕቶ ኣቕረበለይ። ኣነ ከኣ ተሃንዲደ። ከም ድሌታ ዝደለየቶ ክትመርጽ መሰላዶ ኣይኮነን? ክብል መለስኩሉ። ትቕብል ኣቢሉ ኣይፋልክን፣ ኣይትጋገዪ ሮዳሰይ። ምናልባት እውን ንሕና ካብኦም ዝኸፋእና ምኾንና ንኸውን። ስለዚ ዝኾነ ወላዲ ንውሉዱ ሕማቕ ብምሕሳብ ኣይተላለኽን'ዩ። ኣብ ደንደስ ባሕሪ ኮይንካ ምዕዛብን ኣቲኻ ምሕንባስን በበይኑ'ዩ። ዝብል መልሲ'ዩ ዝሃበኒ። ከምዚ እንዳበልና ከኣ ኣብ መንጎይን ኣብ መንጎ ገዛናን ዝተጀመረ ክፍተት ንከይዓቢ ብዙሕ ይሕልወኒ ነበረ። ሓቂ ምዝራብ ስድራይ እንትርፎ ከብድኻ መሊእካ ምሕዳር ንጥዕና ዝጠቅም ሚነራል ዘለዎ ቫይታሚን ኮታስ፣ እዚ ኩሉ ኣብ ትምህርቲ ንመሃሮ ንወዲ ሰብ ዘድልዮ ዝበሃል ነገራት ኣይንፈልጦን ኢና እንተኾነ ግን ኣብ መንጎና ዝነበረ ምትሕልላይ ፍቅሪ ንኹሉ መሊኡልና ልዕሊ ጥዑያት ንመሃለስ ናይ ሰሓቅ ሃብቲ ዘለዎ ስድራቤት ኢያ ዘላትና ሕጂ ግን ብምኽንያተይ ሓሓሊፉ ዕግርግር ክረኤ ጀሚሩ ኣነውን እንተኾንኩ ብህድኣት ንምርድዳእ ኣይፈተንኩን ሓንሳእ እዚኣቶም ፈጺሞም ክርድእኒ ዝኽእሉ ሰባት ኣይኮኑን ኢለ ስለ ዝኣመንኩ ካብኦም ክርሕቕ ተዘይኮይኑ ፈጺመ ንምርድዳእ ዝኸውን ሞራል ኣይነበረንን። ዓቢ ሓወይ ስድራና ንምሕጋዝ ዝተፈላለየ ስራሕ ይሰርሕ ነበረ። ኣብ መደበር ሓጺን እንዳቐጥቀጠ፣ ከምኡ'ውን ዝሃቦ መቑሽሽ ኣኸኪቡ ንስድራይ ይሕግዝ ነበረ። እዚ ከምዚ ኢሉ ከሎ ናብራ ናይ ገዛና ዘይልወጥ ዘይመሓየሽ ምዃኑ ዘስተውዓለ ምናእስቲ ቦኽሪ ሓወይ ሰመረ፣ ሃንደበት ካብ ገዛ ጠፊኡና ኣዚና ተሻቐልና። ኣይጸነሐን ከኣ ኣዲስ ኣበባ ኣትዩ ምስ ሓደ ዓርኩ ነበር ተጸጊዑ ይነብር ከም ዘሎ ደሃዩ ፈለጥና። ኣብቲ መጀመርታ እኮ ኣቦይ ምኻዱ ምስ ፈለጠ ብዙሕ ኣይተሓጎሰን። ናይ ናብራና ሽግር እንዳ ረኣየ ክሕግዘና ክሓስብሲ ክላእ ተደራራቢ ጸገም። እሞ ከኣ ኣብ ወጻኢ ሰብ ከም ዘይብልና እንዳ ፈለጠ እንዳ በለ ድሕሪ ምጽናሕ ዝፈሰሰ ማይ ናይ ሒፈስ ኮይንዎ ከይፈተወ እዩ ተቐቢልዎ። ደሃይ ሓወይ ብምርካበይ ተሓጒሰ ንዮናስ ኬዶንጎ ክነገርክዎ ንሱ ውን መዓረይ ተሓጎሰ እንተኾነ ግን ቁሩብ ምስ ጸነሐ ሰሊጥዎ ካናዳ እንተ ከይዱ ምሳይ ክወስደኪየ ከም ዝበለኒ ምስ ነገርክዎ ኣብ ገጹ ቅጽበታዊ ዝኾነ ለውጢ እየ ርእየ ኣብ ሰዓት እዚ ዝተረዳእክዎ ነገር እንተ ሃልዩ ፈጺሙ ደገ ናይ ምውጻእ መደብ ከም ዘይብሉ እዩ ንዓይ እውን ክኸይድ ኣይደልየንን። ካብዚ ተበጊሰ ከኣ ዝኾነ ይኹን ምኽንያት ብዛዕባ ንስደት ምውጻእ ከዕልል ኣይደልን እየ። ንዓይ እንተኾነ ንሱ ኣብ ዘለዎ ጥራሕ እዩ ዝጥዕመኒ። ከምዚ ኢልና እንዳቐጸልና ከለና ተማሃሮ ዓስራይ ክፍሊ ኣብ ዝኾንናሉ ግዜ ንገዛና እምበዚ መጺኡ ዘይበሃል ሽሻይ ክፈስስ ጀመረ። ንዓይን ንኣሕዋተይን ክዳውንቲ፣ ጫማ። ንገዛና ዘድሊ ርኢናዮ ዘይንፈልጥ ኣስቤዛ ብዙሕ ተወሳኺ ነገራትን ብሓደ ግዜ መጸና። ኣነ ብውልቀይ ካበይ ከም ዝመጸ ኣይፈልጥን'የ፣ ብወገን ስድራይ'ውን ከምኡ ናይ ምግባር ዓቕሚ ዘለዎ ሰብ የብልናን። ግን ከኣ ሰመረ ሓወይ ክድውል ከሎ ጽቡቕ ተስፋ ስለ ዝሃበና ናቱ መሲሉኒ ቀኒዕዎ ኢለ እንዳ ሓሰብኩ ነደይ እዚ ኩሉ ደኣ ካበይ መጺኡ እንዳበልኩ ሓተትክዋ። ኣደይ ከኣ ንዓይ ምስ ረኣየት ገጻ ኣብርህ ኣቢላ እዋይ ኣንቲ ብርኽቲ ጓለይ ንስኺ ወርቂ እንዲኺ እንዳበለት ሓሓቚፋ ክትስዕመን ጀመረት። እንታይ እዩ ዝፍጠር ዘሎ ወላ ሓንቲ ኣይተረድኣንን። ዘረባኣ ጋን ኮይንኒ ኣተኪረ ጥራሕ እየ ዝጥምታ ነይረ። ንሳ ግን ዘረባኣ ብምቕጻል ኣምላኽ እኮ ደርብዩ ኣይድርብየካን እዩ። ድኽነትና መወዳእታ ክገብረሉ ኢሉ እዩ እዛ ጓለይ። በለትኒ። በቲ ምሕጓሳ የሕጒስኒ በቲ ከኣ ተሓዊስኒ መን ድዩ ሰይድና ኣይነገርክንን እኮ እንዳበልኩ፣ ነቲ ዝሃበትኒ ክዳውንቲ ናነብሰይ እንዳፈተንኩ ሓተትኩዋ ዳሓን ዳሓን ዛጓለይ ጥራሕ ስቅ ኢልኪ ተከደኒ ብምባል ገዲፋትኒ ናብ ዋኒና ከደት ዋላ እኳ ተዘይተረደኣኒ ኩሉ ዘቅረበትለይ ክዳውንትን ጫማታትን እንዳተገረምኩ ናብ ምዕቃን ኣተኹ ብጀካ ባባን ዓቢ ሓወይን ማማን ካልእ ዝፈልጥ የለን መሬት መሲዩ ከኣ ናብታ ኣቦይ ኮፍ ዝብለላ መንበር ከይደ ናብ እዝኑ ጽግዕ ብምባል እዚ ኩሉ ደኣ መን ይሰይድልና ኣይነገርኩምናን እኮ ሰመረ ሓወይ ድዩ ክብል ሓተትክዎ ኣቦይ ከኣ ኦይ ኣይኮነን ዛጓለይ ቀስ ኢልና ክንነግረኪ ኢና ግዳ ፈቲኽዮ ዶ ማዕቅንኪ ዶ ኮይኑ ንዘረብኡ ሰሚዐ እወ ፈቴዮ ኩሉ ጽቡቅ እዩ በልክዎ እሞ ሕቶይ ከም ዘለዎ ከይተመለሰ ናብ መደቀሲየይ ኣምራሕኩ እዚ ነገር ብከምዚ ኣይተወደእን ንካልኣይ ግዜ ንገዛና ሰልዲ ተሰደደሎም እዚውን እንተኮነ ንሶም እንበር ንሕና ካበይ ከም ዝመጸ ኣይንፈልጥን ምኽንያቶም ብዘየገድስ ግን ከምቲ ኩሉ ግዜ ዝነብሮ ምንባረይ ቀጸልኩ። ዋላ እኳ እንተ ተቖጻጸሩኒ፣ ንዓይ ምክትታል እንተ ዘይገደፍዎ፣ ምኽንያት እናፈጠርኩ ምስ ዮናስ ምርኻብ ኣየቋረጽክዎን። መመሊሶም ኣተሓሕዛ ኣትረሩለይ። ንትምህርቲ ምኻድ ክኽልክሉኒ ክሳዕ ዝተርፎም ብኹሉ ነገር ተሃለሉኹኒ። እንተኾነ ግን ኣነ እውን ክሰምዖም ኣይከኣልኩን። እኳ ደኣ በንጻሩ ካብ ገዛና ሞሊቐ ክወጽእ፣ ካብኡ ኣይሕለፉ ብዝመስል ኣካይዳ ተሃላልኽክዎም። በቲ ዝስደድ ዝነበረ ገንዘብ ህይወት ናይ ገዛና ብመጠኑ ተመሓየሸ። ከምዚ ኢልና ነዊሕ ድሕሪ ምጽናሕ ከኣ ሓደ መዓልቲ ኣቦይን ኣደይን ንበይነይ ጸዊዖም ክዛረቡኒ ከም ዝደለዩ ነገሩኒ። ኣብ ቅድሚኦም ኮፍ ኣቢሎም ከኣ ሓደ ኣብ ህይወተይ ክገብሮ'የ ኢለ ሓሲበዮ ዘይፈልጥ ነገር ነገሩኒ። ኣቦይ ድማ ከምዚ ኢሉ ፈለመ፣ ሮዳስ ጓለይ፣ እዚ ንነግረኪ ነገር ንዓኺ ጽቡቕ ስለ ንሓስበልኪ ካብ ህይወትና ከኣ ዝሓይሽ ህይወት ንኽትነብሪ ንርእስኺ ኮይንኪ ንዓና ውን ክትኮኒ ስለ ዝደለና ኢና በለኒ እሞ ቁሩብ ኣስተንፍስ ኣቢሉ ከኣ ኣብዚ ገዛውትና ንዓኺ ዝደልዩ ስድራ መጽዮምና ኣለዉ እዚ ከኣ ሕጂ ኣቐዲምና ንነግረኪ ዘለና ክትዳለዊ ኣካይዳኺ ከኣ ጥንቅቕ ክተብሊ ስለ ዝደለና ኢና በለኒ መን ምዃኖም ብዘየገድስ ኣነ ናይ ስድራይ ዘይኮነስ ናይ ነብሰይ እዩ ዘገድሰኒ ዝፈትዎን ዘፍቅሮን ሰብ ኣለኒ ዘረብኦም ምቕባል ፈጺሙ ዘይሕሰብ እዩ ኣቦይ መልሰይ ኣይተጸበየን ዝተረፈ ምስ ኣደይ ክወድኦ ኢሉ ገዲፍና ከደ። ኣደይ ክኣ ናባይ ጽግዕ ኢላ ኣቦኺ ዝበለኪ ሰሚዕክዮም ዶ በለትኒ። ስለዚ እዛ ጓለይ ሕጂ ወለቕ ዘለቕ ምባል ኣይድልየክን እዩ ሰጥ ኢልኪ ጉዳይ ናብራኽን ገዛኽን ግበሪ በለትኒ። ዘረብኦም ደንጺኒ ኣብ ዘለኹዎ ተዓኒደ ስቕ በልኩ። እንታይ ከም ዝምልሰሎም ኣይተረድኣንን ኣደይ ውን ከም ኣቦይ መልሰይ ኣይተጸበየትን። ዝስማዕ ተዛሪባ ገዲፋትኒ ከደት። እንታይ ክገብር ከም ዘለኒ ኣይተረድኣንን። ቁሩብ ቅንይ ኢለ ከኣ ከም ልማድ ገዛና ገንዘብ ተሰደደሎም። ኣደይ ናብኣ ጸዊዓ እዛ ጓለይ ርሕስቲ እንዲኺ ንዓና ከኣ ርሒስክና ብምባል እቲ ዝደልየኪ ዘሎ ወዲ ሰልዲ ሰይድልና በለትኒ። ከይሓተትክዋ ባዕላ እዞም ዳቦይ ተኽለ ብሩኻት እዮም እቲ ኣብ ደገ ዘሎ ወዶም እዩ ንዓኺ ደልዩኪ ዘሎ። ካብ ዝኸይድ ነዊሕ እንድገይሩ ነዞም ስድርኡ ካበይ ከም ዘልዓሎም ዝፈልጦ'ዩ ዝፈልጦ። በለትኒ። እዚ ትብለኒ ዘላ ሰብ ንዓኣ ደኣ እምበር ንዓይ መንእሰይ ኣይነበረን። ንሕና ህጻናት ከለና እንዳ ኣቦይ ተኽለ ወዶም ኣብ ደገ ከም ዘለዎም ሃብታማት ምዃኖም ንሰምዕ ኔርና ኢና። እንዳ ኣቦይ ተኽለ ወዶም ከምዚ ጌርሎም ከም ሰይድሎም ክበሃል እንዳሰማዕና ኢና ዓቢና። ብዝኾነ ኮይኑ ግን ሕቶኦም ንምቕባል ዘይከኣል ነገር እዩ። ምስ ዮናስ ዋላ ሓንቲ ነገር ኣይተዘራረብኩን። ዘጋጥም ዘሎ ነገር ክነግሮ'ውን ኣይደለኹን። ኣብቲ መጀመርታ ግዜ ካብ ደገ ክዳን ከም ዝተሰደደልና ወዶም ንናቦይ ተኽለ፣ ኤፍሬም፣ ንገዛና ይሕግዞም ከም ዘሎ ምስ ነገርኩዎ ግደፍና እስከ! እንታይ እንዳ በለ'የ ዝሕግዞም? እንታይ ኣድለየ'ኸ ክዳን ንዓኺ ምኽዳን? ብምባል ገዲፍኒ ከደ'ሞ፣ ኣነ ከኣ እንዳ ጎይኹ ኣርኪበ ዮናሰይ ዝኾነ ይኹን እኮ ካባኻ ዝዓቢ ኣይኮነን እንዳ በልኩ ዓይኒ ዓይኑ ጠመትክዎ ብሕርቃን ጓህሪ ዝመስላ የዒንቱ ናባይ ክጥምት ድሕሪ ምጽናሕ በእዳዊ ስሒቡ ጥምጥም ኣቢሉ ሓቖፈኒ። ንስኺ ናተይ ኢኺ ካባይ እንተ ተፈሊኺ ሂወት ንዓይ ትርጉም የብላን በጃኺ ብገንዘብ ከይተታልልኺ ፍቕርና ይዓቢ እንቃዕ እንዳ ኣስተንፈሰ እዩ ዝበለኒ ብድሕሪኡ። ወላ ሓንቲ መዓልቲ ትኹን ኣብ ገዛና ዝፍጠር ዘሎ ነገር ነጊረዮ ኣይፈልጥን። ጭንቀተይ ኣብ ውሽጠይ ገይረዮ ስቕ ክብል እየ መሪጸ። በብቕሩብ ነደይ ክዛረባ ይሓይሽ ብምባል ከረድኣ ፈተንኩ። ኮፍ ኣብ ዝበለትሉ እንዳተጸጋዕኩ ንሳውን እንተኾነት ብዛዕባ እንዳ ኣቦይ ተኽለ ምዝራባ ስለ ዘይተዕርፍ ኣብዚ ግዜ እዚ ክዛረባ ወሰንኩ። ንቕሩብ እዋን ከም ዘይደሊ ክነግራ ድሕሪ ምጽናሕ ከኣ ኣግሂደ ኣደይ። ኣነ ምስ ዮናስ ዘለኒ ርክብ ኣዝዩ ዓሚዩቕ እዩ ብዘይ ብኡ ምንባር ክኣ ኣይኮነለይን እዩ ንዓኹም ክጥዕመኩም ክትብሉ ኣብ ዘይደልዮ ነገር ኣይትፍረዱኒ እንዳበልኩ ንሓንሳእ ልመና ብሕርቃን ከረድኣ ፈተንኩ ዝሰምዓኒ እዝኒ ግን ኣይነበረን ንዓመታት ዝተጓዓዝኩዎ ናይ ፍቕሪ ጉዕዞይ ብሓንሳብ ከተፍርሶ ንዓኣ ቀሊል እዩ ንዓይ ግን ካብ ናይ ሞት ፍርዲ ዝፍለ ኣይኮነን ጭንቀተይ ንመን ከም ዘዕልሎ ኣይፈልጥን ክርድኣኒ ዝኽእል ሰብ ወላ ሓደ የለን ከምዚ ኢለ እንታይ ከም ዝገብር እንዳሓሰብኩ ብዙሕ ግዜ ሓለፈ። ዓቢ ሓወይ ከኣ ብዙሕ ስቕታን ዘይምዝራብን ምስ ረኣየ፣ ሮዳ ሓፍተይ፣ እስኪ ንዕናይ ሓንሳእ ንፋስ ወሲድና ንምጻእ፣ በለኒ። ሕራይ ኢለ ንፋስ እንዳወሰድና ከነዕልል ጀመርና። ኣብ መንጎ ዘረባና ከኣ ብዛዕባ ዮናስ ክሓተኒ ጀመረ። ምስ ዮናስከ ትራኸቡ ዶ ኣለኹም? እንዳበለ ከኣ ሕቶታቱ ደራረበለይ። ኣነ ከኣ ኩሉ ክፈልጦ ኣለዎ ብምባል ብትብዓት ተዛረብኮ ሓወይ ክኣ በዘራርባይ ገሪምዎ። ቆልዓ እንዳበልናኪ ጎቢዝክና በሊ ኣነ ሓደ ነገር ክነግረኪ። ከምዚ ናትኩም ዋላ ይኹን እምበር ምስ ብዙሓት ፍቕራዊ ርክብ ነይሩኒ እዩ ምስተን መሰታዩ ዝኾና ግን ኣይቀጸልኩን ዝኾነ ወዲ ትብዓታይ ምስ ምንኣሱ ድኣ እምበር ምስ መሰትኡ ክውድእ ኣይረኣናን ስለዚ ዮናስ ክኣ ከምዚ ሕጂ ዝሓስቦ ዘሎ ኣይቅጽሎን እዩ ሮዳ ሓብተይ ሕጂ ዝብለኪ ሃዲእኪ ሕስብ ኣብልሉ ንእስነት ከየታልለኪ በጃኺ ብኣኺ ክሓዝን ኣይደልን እየ በለኒ ዓይኒ ዓይነይ እንዳ ራኣየ ስለምንታይ ግን ዋላ ዓቢ ሓወይ ከም ስድራይ ኮይኑ ኣዘራርብኡ ንምንታይ ካብ ቃላተይ ዘይርዳኣኒ ሕጂ ከኣ ሕሉፍ ሓሊፍዎ ዮናስ ክርሕቀኪ እዩ ዝብለኒ ዮናሰይ ከምዘይርሕቀኒ ኣጸቢቀ እየ ዝፈልጥ ቀጺሉ ድማ ሮዳ ሓፍተይ ነዛ ሂወትኪ ደጊምኪ ሕሰብላ ሓንሳእ እዩ ዕድል በለኒ ዕድል ዕድል ዝብሎ ዘሎ ክርድኣኒ ኣይከኣለን ኣብ ውሽጠይ ግን የመላልሶ ነበርኩ ዕላልና ወዲእና ናብ ገዛና ብህዱእ መንፈስ ተመለስና ኣደይ ከኣ ድራር ቀሪባ ንዑ ንደርር ኢላ ትጽውዕ ነበረት በቲ ፍሕሹው ገጻ ምስ ተቐበለትኒ ከኣ ተስፋይ ከም ብሓድሽ ክሕደስ ጀመረ ኣንታ ግዲ ገዛና ናብ ቀደማ ክትምለስ እያ እንዳበልኩ እቲ ሽዑ ዝነበረ ሰሓቕን ፍቕርን ዝመልኦን ዝርርብና ሕጎሰኒ። ከምዚ ኢልና ኣብ ጥዑም ዝኾነ ስምዒት ከለና ባባ፣ ሮዳስ ጓለይ ንሕና ስድራኺ ንብለኪ ነገር ኣለና በለኒ። እዞም እንዳ ኣቦኺ ተኽለ ሓንሳእ ስለ ዝደለዩኺ ምስኦም ተዘራሪብና ኩሉ ነገር ተወዲኡ እዩ። ከም ናትኪ ዕድል ነሕዋትኪ ይፍጠረለን። ከምኦም ዝኣመሰሉ ብሩኻት ገዛ የለን። ድሮ እቲ ወዶም ንዓኺ ክብል ገንዘብ ክሰድድ፣ ክዳን ክኸድነኪ ክሳዕ ሕጂ ጸኒሑ እዩ ሕጂ ከኣ እዛ ጓለይ መዓልቲ ወዲእኩም ንገሩና እዮም ዝብሉና ዘለዉ በለኒ ፍሽኽ እንዳበለ ርእሰይ ኣድኒነ ወልሓንቲ ኣይመለስኩሉን ሰሰሪቐ ንኹሎም ኣዒንተይ እንዳዘርኩ ጠመትኩዎም ኩሎም ገጾም በሪሁ ፍሽኽ ፍሽኽ ይብሉ ነበሩ በቲ ሓደ ምሕጓሶም ከሐጉሰኒ ከሎ በቲ ሓደ ከኣ ናይ ዮናስ ጓሂ ተራእዩኒ ንብዓት ክስዕረኒ ደለየ ናይ ድራር ግዜ ተወዲኡ ኩሉ ሰብ ምስ ተላዕለ ናብ መደቀሲየይ ከይደ እንታይ እንታይ ከም ዝገብር ሓሰብኩ። ስድራይ ነዚ ነገር ወዲኦሞ ከም ዝኾኑ ኩነታቶም ተዓዚበ ዘቕረብኩ ምኽንያት እንተቕረብኩ ከም ዘይሰምዑኒ ፍሉጥ እዩ። ብልበይ ከኣ እዋይ ኣነ ሕጂ እንታይ እየ ዝገብሮ? እንታይ ኢለይኸ ንዩናስ ክነግሮ? ናበይ እንተጠፋእኩ እዩ ዝሕሸኒ? ኢለ ድሕሪ ምሕሳብ፣ ፈትየ ጸሊኤ ዘጋጥመን ዘሎ ንዮናስ ክነግሮ ከም ዘለኒ ሓሲበ፣ መሬት ክሳዕ ትወግሓለይ ዓቕለይ እንዳጸበበኒ ተጸበኹ። መሬት ወጊሑ ትምህርቲ ቅድሚ ምኻደይ ነደይ ኣምሪረ ተዛረብኩዋ። ዝገብሩዎ ዘለዉ ነገር ሕጂ'ውን ትኽክል ከም ዘይኮነ፣ ይጠቕሙኒ ዘይኮኑስ ይጎድኡኒ ከም ዘለዉ ነገርኩዋ እሞ፣ ንሳ ከኣ ሮዳስ ጓለይ፣ ንሕና እኮ ናብ ገዝኦም ኬድና ጓልና ውሰዱና ኣይበልናዮምን፣ ካብዘን ኩለን ኣዋልድ መሪጾም ንዓኺ ጠሚቶምኺ፣ ንሕና ከኣ ንዓኺ ዝሓይሽ ፈሊጥና ሕራይ ኢልናዮም። ድሮ ኣብ ሓዳር ከይኣተኺ ከመይ ሓጊዞምና ርኢኺዮም እንዲኺ ሕጂ ከኣ እዛ ጓለይ ንድሕሪት ኣይትምለስና እዚ ኩሉ ልቦናኺ እንዳበለት ኣትሪራ ተዛረበትኒ። ኩሉ ዘረብኦም ቅጭ መጺኒ ክርድኣኒ ዝኽእል ከምዘየለ ናይ መወዳእታ ፈለጥኩ። ናብ ትምህርቲ ከይደ ከኣ ንዮናስ ረኸብኩዎ። ኩሉ ዘጋጥመን ዘሎ ነገር ሓደ ብሓደ ክነግሮ ጀመርኩ። ሕርቃኑ ክጸሮ ስለ ዘይከኣለ ካብቲ ዝነበሮ ሃንደበት ብድድ ብምባል ገዲፍኒ ከኸይድ ተበገሰ። ኣርኪበ ብኢዱ ሓዝኩዎ'ሞ ዓው ኢሉ እዚ ኩሉ እኮ ንስኺ ስለ ኣትሪርኪ ዘይትዛረብዮም ዘለኺ'ዩ። እምበር ከምዚ ኣይምበሉኽን። ብምባል ሕጂውን ገዲፍኒ ከይተበገሰ ዘረብኡ ኣዝዩ ኣሕሪቕኒ ኣነውን ዓው ኢለ ክዛረቦ ጀመርኩ። ቁሩብ ኣይርደኣካን ድዩ? እዚ ጭንቀተይ ኣብ በይነይ ተሰኪመዮ ዳርጋ ዓመተይ ቀሪቡ እዩ እኮ። ፈትየ ኣይኮንኩን ከምኡ ዝብለካ ዘለኹ። ኢለ ተዛረብኩዎ። ከምኡ ሓሪቐ ተዛሪበዮ ስለ ዘይፈልጥ ተሰንቢዱ ጠጠው በለ። ተመሊሱ መጺኡ ድማ ከም ኣመሉ ሓቚፉኒ ሃንደበት ክነብዕ ጀመረ። ንምንታይ ሮዲ? ንዓይ ከ ኣይትሓስብለይን ዲኺ? ፈትዮም ጸሊኦም ንስኺ ናተይ ጥራሕ ኢኺ፣ ዝወስደለይ ከኣ ክርኤ እየ እንዳበለ ደጋጊሙ ኣብ መዕጉርተይ እንዳሰዓመኒ ንብዓቱ ካብ የዒንቱ እንዳደረስኩ ዮናሰይ ኣነ እኮ ክነግረካ ስለ ዘለኒ እምበር ብኻልእ ኣይኮንኩን፣ ኩሉ ነገር ባዕለይ ከተዓራሪ እየ፣ ንዓኻ ከጨንቐካ ኣይደልን እየ እንዳበልኩ ንልቡ ምስ ኣህዳእኩዎ ካብኡ ተፈልየ እንታይ ክገብር ከም ዘለኒ ምስልሳል ጀመርኩ። መዓልታት ሓሊፉ ኣነ ግን እንታይ ክውስን ከም ዘለኒ ጠፊኡኒ ነዊሕ ተሳቐቕኩ። ኣብ ከምዚ ኩነታት ከለኹ ኣደይ ናባይ መጺኣ ብሞባይል ክረኽበኒ ከም ዝደለየ ትነግረኒ። መልሲ ከይሃብኳ ድሕሪ ምጽናሕ ነዊሕ ስቕ ምባለይ ደስ ኣይበላን። ብዘይ ሕራይ መዓልታት ምስ ኣሕለፍኩ፣ ኣቲ ቆልዓ ሓሳብኪ እንታይ እዩ? ወይ ሕራይ ኣይትብሊ ወይ እምቢ። ንሱ ደደው ኢሉ ኣራኽቡኒ ይብል ኣሎ። ንስኺ ካብዚ ዓዲ ወጺእኪ ኣዲስ ኣበባ ክትከዲ እሞ ኣብኡ ተመሪዑ ብድሕሪኡ ኣሜሪካ ከም ዝወስደኪ ነጊሩና እዩ። ሓሳብኪ ጥራይ ኢና ንጽበ ዘለና። በለትኒ። መልሰይ ከይፋለጠት ከኣ ገዲፋትኒ ከደት። ኣብዚ ግዜ እዚ ዝመጸለይ ሓሳብ ንዕኡ ሕራይ ኢለ ከምቲ ዝበለኒ ክምርዓዎ እሞ ኣብቲ ዝብጻሕ ምስ ኣብጽሓኒ ንዕኡ ገዲፈ ንዮናስ ክወስዶ ብምባል ሓሰብኩ። ኣብ መጀመርታ ፈሪሐ እኳ እንተ ነበርኩ ደሓር ግን እታ ሓንቲ ዘላትኒ ኣማራጺት ንሳ ጥራሕ ምዃና ተረዳእኩ። ብውሕዱ ሰሙን ምሉእ ከሰላስሎ ድሕሪ ምጽናሕ ክነግራ ወሰንኩ። ንዮናስ እንተ ነጊረዮ ከም ዘይቅበለኒ ስለ ዝፈልጥ ስቕ ክብል እየ ዝመረጽኩ። ብድሕርዚ ሓደ ንግሆ ነደይ ብሓሳባ ከም ዝተሰማማዕኩ ዝበሉኒ ክገብር ምዃነይ ከኣ ነገርክዋ። ካብቲ ዝነበረቶ ተንሲኣ ኣሰይ ኣሰይ ዛጓለይ ሕጂ ናይ ልበይ ረኽብክያ እንዳበለት እልልታ ደርጉሓቶ። ብሓጎሳ ኣዘይ ተሓጎስኩ ግን ፍርቂ ፍርቂ እዩ ኣይዶን ጌትን ከኣ ነጊራቶም እያ መስለኒ ናብ ገዝኦም ሒዛትኒ ከደት እሞ ሞባይል ደዊሎም ምስኡ ኣራኽቡኒ። መልሲ ናተይ ክጽበ እምበር ኩሉ ነገር ከም ዝወደኦ ኩሉ መደባቱ ነገረኒ። ሕራይ እንተዘይኮይኑ ዋላ ሓንቲ ኣይመለስኩሉን። በዚ'ውን ተፈላለና። ትምህርቲ ተዓጽዩ ክረምቲ ኮይኑ ኣብ ገዛና ኮፍ ኢልና ከለና፣ ናይ መንገደይ ነገር ኩሉ ወዲኦም ዝብገሰሉ መዓልቲ ነገሩኒ። ደብዳበ ጽሒፈ ንዮናስ ክገድፈሉ እሞ ነቲ ደብዳበ ከኣ ልዋም መሓዛይ ክትህቦ ብምውሳን ኩሉ ነገር ኣዳለኹ። ኣብቲ ደብዳበ ኩሉ መደባተይ ንምንታይ ከምኡ ከምዝወሰንኩ ክጠልም ዘይኮንኩስ ብሓንሳብ ንኾነሉ ዝሓሸ መንገዲ ንሱ ምዃኑ ጽሒፈ ገደፍኩሉ። ናብ ልዋም መሓዛይ ከይደ ከኣ ከምዚ በልኩዋ። ናተይን ናይ ዮናስን ነገር ትፈልጢ ኢኺ። ግን ከኣ ስድራይ ፍቓደኛታት ኣይኮኑን። ከይፈተኹ ምስ ሓሳቦም ክሰማማዕ ወሲነ ኣለኹ። በጃኺ ንዮናስ ኣረድእለይ። ኣዝየ ከም ዘፍቅሮ ከኣ ንገርዮ። እዛ ደብዳበ ሓደራኺ ኣብ ኢዱ ሃብለይ ኢኺ። በልኩዋ እንዳ ነባዕኩ። ንሳውን ሓቚፋትኒ በቃ ኣይትብከዪ ኣምላኽ ቅንዕናኺ ይርኣየልኪ ብምባል ተፋንየያ ናብ ገዛ ተመለስኩ። ከቢዱኒ እኳ እንተ ነበረ፣ መዓንጣይ ሸጥ ኣቢለ መንገደይ ክቕጽል ወሰንኩ። ዝብገሰሉ መዓልቲ ኣኺሉ ከም ዘይሕለፍ የለን፣ ምስ ስድራይ ተፋንየ መንገደይ ጀመርኩ። እንተ ኣደይ ትብለኒ ዕድለይ ጽቡቕ እዩ መስለኒ ብሰላም ኣዲስ ኣበባ ኣተኹ። ሓፍቱ ተቐቢላትኒ ከኣ ናብ ገዛኣ ከድኩ። ደው ኢላ እውን ከም ዝኣተኹ ነገረቶም። ንኤፍረም ሓዋ ማለት ነዚ ሕጹየይ ደው ኢላ ድማ ሞባይል ኣራኸበትኒ። ብምምጽኤይ ከም ዝተሓጎሰ ኣብ ሓጺር ግዜ መጺኡ ክርእየኒ ምዃኑ ነገረኒ። ንሱ ዝደሊ ብዙሕ ሰዓታት ከዕልሎ'ዩ፣ ኣነ ግን ነታ ሓንሳእ ደዊለ ዝረኽቦ ከማን ዓቕሊ'ዩ ዝጸበኒ። ሓፍቱ ኣዝያ ጥዕምቲ ሰብ'ያ። ንዓይ ድማ ኣብ ተቐምጠን'ዩ ዝጠፍኣ። ብሓፈሻ ዋላ ሓንቲ ዝጎደለኒ ነገር ኣይነበረን። ልበይ ኣብኡ ስለ ዘይነበረት ግን ኩሉ ዝገብሮ ነገር ንዓይ ዋላ ሓንቲ ኣይኮነን። ደሃይ ዮናስ ንምግባር ድማ ናብ ልዋም መሓዛይ ደወልኩ። ንሳ ከኣ። ካብ ዝኸይድ ዮናስ ሕማቕ ከም ዘሎ ምቕባል ከም ዝኸበዶን እቲ ደብዳበ እውን ከም ዘይሃበቶ ነገረትኒ። ኣዝዩ እኳ እንተ ተሰማዓኒ ጸኒሐ ግን እዚ ኹሉ ሓሊፉ ደሓር ንዮናሰይ ናባይ ምስ ኣምጻእክዎ ኣዝዩ ሕጉስ ክኸውን እዩ ብምባል እቲ ደብዳበ ንኸይትህቦ ኣብ ዝተረጋግኣሉ ግዜ ግን ንኽትህቦ ነገርክዋ። ኣብ ካልኣይ ወርሒ'ይ ኤፍሬም ንኣዲስ ኣበባ መጸ እሞ በዓል ክልተ መደቀሲ ዘለዎ ገዛ ተኻሪና ተቐበልናዮ። ንኽልተ ሰለስተ መዓልቲ ዝኸውን ድሕሪ ምጽናሕ ከኣ ናባይ ክጸጋጋዕ ልግብ ልግብ ክብለኒ ጀመረ። ኩሉ ኩነታቱ ደስ ኣይበለንን፣ ሕሉፍ ሓሊፉ ኣብ መደቀሲየይ ምሳይ ክሓድር ይፍትን ነይሩ። ኩሉ ነገሩ ቅጭ እዩ ዘምጽኣለይ፣ ብሓፈሻ ቅድሚ መርዓ ብሓንሳብ ክንድቅስ እዩ ዝደሊ። ሓፍቱ እውን እንተኾነት ምስኡ ዝተሰማምዐት ክትመስል ንበይና ገዲፋትና ክትወጽእ ጀመረት። ከምዚ ኢልና እንተድኣ ቀጺልና መወዳእትኡ ጽቡቕ ከም ዘይፍጠር ስለ ዝሓሰብኩ ከኣ ድፍር ኢለ ክዛረብ ከም ዘለኒ ወሰንኩ። ኣብቲ ኣጋ ምኻዱ ሓደ ምሸት ኣብ ገዛ በይነይ ኮፍ ኢለ ከለኹ ኣብ ጎነይ መጺኡ ኮፍ በለ እሞ በእዳወይ ክሕዘኒ ጸጉረይ እንዳደረዘ ናብኡ ከጸግዓን ጀመረ ንምንታይ ከይትሓፍርን እንዳበለ ከኣ ክተናኽፈንን ኩሉ ዝገብሮ ነገር ባህ ከብለኒ ኣይከኣለን ዘረባይ ኣትርር ኣቢለ ስምዓኒ ኤፍሬም ኣነ ቅድሚ መርዓ ዋላ ሓንቲ ዓይነት ርክብ ክገብር ኣይደልን እየ ግቡእ ከኣ ኣይኮነን እንዳበልኩ ተዛረብክዎ ዘረባይ ኣብ መጀመርታ እንተሰንበደ'ኳ ሓንሳእ ጽንሕ ኢሉ ግን ኦ ሓቅኺ ኢኺ ኢሉ ገዲፍኒ ናብ መደቅሲኡ ከደ። ዋላኳ ከምኡ እንተበልኩዎ ንሱ ግን ክገድፈኒ ዝደለየ ኣይመስልን። ከምዚ ኢለ ነብሰይ እናተኸላኸልኩ ዝኸደሉ መዓልቲ ኣኺሉ ናብ ዓዱ ተመልሰ። ብመጠኑ ኣዝዩ ፈኾሰኒ። ሞባይል ክዛረብ ዕድል ኣብ ዝረኸብኩሉ ንኻልኣይ ግዜ ናብ ልዋም መሓዛይ ደወልኩ። ዋላኳ ትምህርቲ ተጀመሩ እንተኾነ ክሳዕ ሕጂ ዮናስ ናብ ልቡ ኣይተመልሰን። በይኑ ዝን ይብል ክላስ ከኣ ይቐጽዕ ከም ዘሎ በቃ ከም ቀደሙ ከም ዘይኮነ ነገረትኒ። ኣነ ከኣ ቀስ ኣቢላ ክተረድኦ እቲ ደብዳበ ክትህቦ ነገርክዋ። ቅንይ ኢለ ከም ዝድውለላ ነጊረያ ስለ ዝነበርኩ ኩነታት ዮናሰይ ስለ ዘሻቅልን ደጋጊመ ናብኣ ምድዋል ኣየቋረጽኩን። ትህበኒ መልሲ ተደጋጋሚ'ዩ ዋላኳ መወዳእትኡ ጽቡቅ ክኸውን ኢለ ግን ከም ዋዛ ዋዛ ንዮናስይ ከይስእኖ ፈራሕኩ። ነዊሕ ኣይጸንሐን ኤፍሬም ናባይ ደዊሉ ኣብ ሓጺር ግዜ ቀልጢፍና መርዓ ክንገብር ከም ዘለና፣ ኣብ ኣሜርካ በይንኻ ምዃን በይንኻ ምንባርን ከም ዝጸልኦን ከዕለን ድሕሪ ምጽናሕ መዓልቲ ተቖሪጹ ንሱ ካብ ኣሜርካ ናይ ክልቴና ስድራ ከኣ ካብ ኣስመራ መጺኦም መርዓ ተገብረ። ኣብዚ ግዜ እዚ ሕጉስቲ ንክመስል ደኣ እየ ዝቃለስ ዘለኹ እምበር ውሽጠይ ሕሩር እዩ ግን ከኣ ዕላማይ ክሳዕ ዝሃርም ንኹሉ ክጻወሮ ከም ዘለኒ ምስ ነብሰይ ቃል ኣተኹ ኣብ ሆቴል መርዓ ተዳልዩ ከምቲ ንቡር ኩሉ ብስነ ስርዓት ናይ መርዓ ይካየድ ነበረ እዚ ኩሉ እንዳተገብረ ግን ናተይ ሓሳብ ምስ ዮናስ እዩ ዘሎ ኩሉ ነገር ተፈጸመ፣ ኩላትና ነናብ ገዛና ከድና። ኣብ ሰዓት እዚ ዝሓስቦ ነገር እንተ ሃልዩ ከመይ ገይረ ነታ ለይቲ የሕልፋ እዩ፣ ማለት ኣነ ድንግልናይ እቲ ክቡር ዝብሎ ህያበይ ንዮናስ እንተ ዘይኮይኑ ንኻልእ ሓሲበዮ ኣይፈልጥን። ኣብቲ ንመጀመርታ መዓልታት ብሓንሳብ ክንሓድር ከለና ፐሪድ መጺእኒ እንዳ በልኩ ሓለፍኩወን። ድሕሪ ሓደ ሰሙን ግን ኤፍሬም እውን እንተ ኾነ ከስተውዕለለይ ጀሚሩ ይመስለኒ። ኣብ መደቀሲና ናባይ እንዳ ቀረበ እንታይ ደኣ ክሳዕ ሕጂ? ኣይወዳእክን ዲኺ ብምባል ክተናኽፈኒ ጀመረ። ዝብሎ ጠፊእኒ ካብቲ ዝነበርኩዎ ክጸድፍ ክሳዕ ዝደሊ ናብ ጫፍ ተጸጋዕኩ። ከምዚ እንዳበልና ለይቲ ሓለፈ። ንጽባሒቱ ብኣጋይሽን በዕርኽቱን ተኸቢብና ወዓልና። ሒዞምዎ ዝመጹ መስተ እንዳኸፈቱ ክንሰቲ ጀመርና። ከይተረደኣና መሲዩ ነበረ። መስተ ኣስትዩ ከየታልለን ብምባል ገዲፈዮም ናብ መደቀሲየይ ክኣቱ እኳ እንተ ደለኹ፣ የዕርኽቱ ግን እዚ ምስ መስተ ኣይሕሰብን'ዩ፣ ሓንሳብ ጸኒሕኪ ትኸዲ እንዳበሉ ብዙሕ ኣጽንሑኒ። ሰትየ ዘይፈልጥ ግዲ ኮይነ፣ ርእሰይ ክዘረኒ፣ የዒንተይ'ውን ክጠልማኒ ጀመራ። ብድሕር'ዚ ከኣ ገዲፈዮም ናብ መደቀሲየይ ኣተኹ። መሬት ወጊሑ ካብ ምድቃሰይ ምስ ተበራበርኩ፣ ነብሰይ ከምቲ ዝገደፍኩዋ ዘይኮነትሲ ብደም ተጨማሊቓ ረኸብኩዋ። ኣዝየ ሰንበድኩ። ሕርቃነይ ክጸሩ ኣይከኣልኩን ኣብ ዝነበርክዎ ፈዚዘ ንብዓት ካብ ኣዒንተይ ክወርድ ጀመረ ዋይ ኣነ ዋይ ኣነ ጠላም እንዳበልኩ ምስ ነብሰይ ተባኣስኩ ሓንሳእን ንሓዋሩን ዮናስይ ዝሰኣንኩ ኮይኑ ተሰማዓኒ እዚ ኩሉ ንዕኡ ክብል ክሳዕ ሕጂ ጸኒሐስ እዚ ኮይኑ መወዳእታይ ብምባል እንዳሓሰብኩ ኤፍሬም መጺኡ ክበኪ ምስ ጸናሕክዎ ኣዝዩ ሰንበደ ሮዳሰይ እንታይ ኮንኪ እንታይ ኮንኪ ትበኽይ ኣለኺ ንስኺ እኮ ክትበኽዪ ኣይግብኣክን እዩ፣ ኣነ ብኣኺ ሕጉስ እየ ብምባል ከሓባብለኒ ፈተነ። ኣነ ግን። ኩሉ ዘረብኡ ቅጭ ኣምጺእለይ ገዲፈዮ ናብ ሽንቲ ቤት እየ ዝኸድኩ። ኩሉ ሓዘነይ ኣብኡ ወዲኤ ተመለስኩ። ዝኸደሉ መዓልቲ ኣኺሉ። ንዓዱ ኣፋናናዮ፣ ስድራ እውን ከምኡ። ብድሕሪ እዚ ኩሉ ግብረይ ይሕፊሩኒ፣ ደሃይ ዮናሰይ ምሕታት እውን ኣዝዩ ኣሰከፈኒ። ክልተ ወርሒ ዝኣክል ምስ ሓለፈ ሃንደበት ክሓምም ጀመርኩ። መመሊሱ እንዳ ገደደኒ ምስ ከደ ከኣ ንዕልተይ ሕክምና ክትከዲ ኣለኪ ብምባል ሒዛትኒ ከደት። ዘይሓሰብክዎ ኣብ ሓሳባተይ ውን ዘይነበረ መርድእ ነገሩኒ። ኣዝየ ሰንበድኩ። ኩሉ ኩነታተይ ዘይተረድኦ ዶክተር ደሓን ዲኺ እንዳ በለ ሕቶ ደጋገመለይ። ነታ ምሳይ ዝነበረት ንዕልተይ ጸዊዑ ከኣ በጃኺ ጥንሲ ምበር ካልእ ወላ ሓንቲ ሕማም የብላን በላ እሞ ሒዛትኒ ናብ ገዛ ከደት። ዝብሎ ጠፊኡኒ ዝርንዛሕ ነባዕኩ። ኣነ ዝሓስቦ ካልእ ኣብ ሂወተይ ዝከውን ዘሎ ነገር ካልእ ኮይኑኒ ፈዚዘ ተረፍኩ። ሳልሳይ ወርሐይ ምስ ሓዝኩ ከኣ እዛ ንዕልተይ ጥንስቲ ምዃነይ ንሰብኣየይ ክነግሮ ከም ዘለኒ ነገረትኒ። ዝኾነ ኮይኑ ዝገብሮ ነገር የብለይን ብሓሳባ ተሰማማዕኩ። ነጊራቶ ውን ኣዝየ ተሓጒሰ ብተደጋጋሚ ክድውለለይ ኩነታት ጥዕናይ ክሓተኒ ጀመረ። ኩሉ ነገሩ ቅጭ መጺኡኒ የዕልሎ ኣይነበርኩን ነዚ ተዓዚቡ እንታይ ደኣ ኮንኪ ደስ ዘይበለኪ ነገር ኣሎ ድዩ ነዚ ጥንሲ ኣይተዳለኽሉን ኔርኪ ዲኺ እንዳበለ ብተደጋጋሚ ሓተተኒ ኣነ ከኣ ናይዚ ጥንሲ እዩ ዝኸውን ብምባል ጥራሕ'የ ዝመለስኩሉ ኣብዚ ሕጂ እዋን ኩሉ ልዕሊ ዓቕመይ ከመይ ጌረ ከም ዘዐርዮ ኣይፈልጥን ናብ ኤርትራ ናብ ልዋም መሓዛይ ደዊለ ደሃይ ዮናስ እንተሓተትክዋ ውን ኩነታት ካብ ዝኸፍኤ ናብ ዝበኣሰ ይኸይድ ከም ዘሎ፣ ሕሉፍ ሓሊፎ ጭንቀት ገይሩ ትምህርቱ ብዙሕ ይከታተል ከም ዘየለ፣ ስድርኡ እውን እንተኾኑ ማይ ጨሎት ወሲዶምዎ ክመሓየሽ ከም ዘይከኣለ፣ ብሓፈሻ ኩነታት ጥዕንኡ ጽቡቕ ከም ዘየለ ኢያ ነጊራትኒ። እዚ ኩሉ ዝኸውን ዘሎ ስንፍናይ ድዩ? ስድራይ ድየ ክረግም? ዋላስ ነቲ ብገንዘቡ ክዕድገኒ ዝሓሰበ፣ ገንዘብ እንዳ ረኣየ ንስድራይ ዘስደዓለይ ካብ ዮናስ ክፈላለ፣ ምኽንያት ዝኾነኒ ናይ ሕጂ በዓል ቤተይ ንመን ክኸስስ ካበይ ከ መፍትሒ ከምጽእ'የ ኣብዚ ሕጂ እዋን ኩሉ ዝተበላሸወ ብኸመይ ከም ዘዐርዮ ጠፊእኒ ኣይ ምስ ሰብኣየይ ጽቡቕ ሃሌ ኣይ ጥዕናይ ሓሌ ሓዲግ ከይከውን እንዳፈራህኩ ሂወተይ ይቕጽል ኣለኹ ዝተፋቕርኩም ኣሕዋተየ ኣቐዲመ ካብ ሰባት መኸረ ሓይይተ እንተዝኸውን ብዙሕ መፍትሒ ምረኸብኩ ኢለ ይሓስብ ኩሉ ነገር ኣገናዚበ ነብስኻ ምጥፋእ መፍትሒ ኮይኑ ኣይስመዓንን'ዩ። ንዓይ ዝተሓባኣኒ መፍትሕ ናይ ሽግረይ ምሳኹም ክህሉ ከምዝኽእል እንዳሓሰብኩ ተስፋ ብምግባር ምኽርኹምን ማዕዳኹምን ይጽበ ኣለኹ። የቐኔለይ።